Hello ኣዜቤ ሕጂ ከኣኒ ሒዘልኩም መጽየ ዘለኹ ካብቲ ዘሰክፈኒ እንታይ ይስማዕ ኣሎ እንታይ እንታይ ይበሃል ኣሎ እንድዩ መጀመርታ ከመይ ቀኒኹም ኣብ ጽቡቕ ክትህሉ ፈትወክሜ ኣዚጅዋል ፈትወክሜ ፈትወክሜ ፈትወክሜ እፈትወክምየ ማለት ካብ ብጣዕሚ ፅቡቅ እዩ ትፈቱ ትፍቶ ስለ ዝኮነ ፅቡቅ እዩ ግን ከቢድ እዩ ንክምኡ ዘይለመደ ሓንጎል ብጣዕሚ ከቢድ እዩ ሕጂ እንታይ ክዛርብ ደልየ ኣለኹ እዚ እዚ ኩነታት ሕጂ ናብ ኤርትራ ኤርትራዊ ህዝቢ ኣብ ኤርትራ ብዝያዳ ብዛዕባ መንእሰያት ኣነ ደስ ዝብለኒ ክዛረብ መንእሰያት እንታይ ከመይ ኢሉ ኣለዉ እቲ ስምዒታት ኩነታት እቲ ካብኣቶም ሰብ ዝፅበዮ ዘሎን እዩ ክዛረብ እንታይ እየ ከድበሃል ዘሎን ሕጂ ንኣብነት ይበሃል ኣሎ እዚ ኩሉ ዝተዋግኦ ህዝቢ ኤርትራ እዚ ኩሉ ዝሓለፎ ኩናት መከራን ሽግርን ሲ ብላሽ ኮይኑ ይበሃል ኣሎ ብላሽ ዝበሃል ነገር የለን መሬት ብላሽ ክኾን ኣይክእልን እዩ ንሕና እቶም ህዝቢ ዘለና እቶም ንኽእል እቲ ዝተገበረ ቅድሚ ሕጂ ኣብ ቦትኡ ክነብፅሖ ናትና ሓላፍነት ትኸውን ብሕልፊ ብሕልፊ ናይቲ መንእሰይ ወለዶ ሓላፍነት ይኸውን ኢለ ኣነ ይግምት ሕጂ ድሕን እቲ እቲ ዕብይ ዝበለ ከዓኒ ነቲ ንእሽተይ ወለዶ ብስነ ስርዓት ድሕን ኣመሓላሊፍሉ እቲ ንእሽተይ ወለዶ ኣብ ቦትኡ ዘየብጽሐሉ ምክንያት በለ ሓንቲ የለን ሕጂ በቲ ኢሉ በቲ ኢሉ ሲ ብላሽ ዝበሃል ነገር የለን ኦኬ ኣብዚ ግዜ እዚ ብዙሕ ነገራት ተረኺቡ ብዙሕ ነገራት ሰብ ተማሂሩ ክኸውን ይኽእል እዩ ብዙሕ ነገር ተማሂሩ ፈሊጡ ረኺብዎ ክኸውን ይኽእል እዩ ግን ኩሉ እቲ ተገበረ ሰብ ኣሚንሉ እዩ ገይርዎ ሕማቅ ይኹን ዋላ ፅቡቅ ይኹን እዚ ናተይ ትንታነ እዩ ግን ንዓይ ይኸብደኒ እዩ ኦኬ ብዙሕ ብዙሕ ዘይተፀበዮ ህዝቢ ኤርትራ ረኺቡ ሰሚዑን ኣሎ ሾክ እዩ ከምዚ ሃንደበት ነገር እዩ ግን እዚ ከምዚ ብለሲን ጊፍቲ ብለሲን ኮይኑ ስምዓኒ ንህዝቢ ኤርትራ ማኣታን ናይ ብሓቂ ኣበይ እዩ ደሎ ምስ መን እዩ ደሎ ከመይ እዩ ደሎ ክፈልጥ ይብል anyway ሕጂ እዚ ነዚኣ ግብረ መስን ንክገብረላ እንዲ ነዚ በትን በትን ከም ከም ዶርሆስ ነዘም ህዝቢ ኤርትራስ ምንጭት ምንጭት ምንጭት ምንጭት ምንጭት ኣብሎ ኣሎ ኣነ ክርዳእኒ ይኽእል ንምንታይ በትን በትን በትን በትን ካብ ውሽጥን ካብ ደገን እንታይ እዩ ክኾኑ ደልዮም ደሎ ንምንታይ እዩ እዚ ሲ ክዳኸም ደልዮም ደሎ ምክንያቱ ድሕን ርኢና ብርቱዓት ፍናን ዘለዎም ድሕን ርኢና ኣብ ኤርትራውያን ኣሎ ኣብ ኤርትራውያን ድንብርክኽ ህዝቢ ኣይኮነን ሕጂ ኣይ ቲንክ ነዚ ንምንታይ ምሽ ሓደ ጎብለል ድሕና ኣሎ ሓደ ጎበዝ ድሕና ኣሎ ኣነ ኤ ኩሉ ነገር ዝብል ድሕን ሓደ ሰብ ዘይተኣዘዞ ብጣዕሚ እዩ ዝሰክር ሶ ከመይ ገይሩ ከም ዝእዝዞ እዩ ዝፈልጥ ኣይ ቲንክ ከምዚ ንዓይ ዝስምዓኒ ኤርትራ ኣብ ከምዚ እያ ዘላ ንኤርትራ ክትረክብ ድሐን ኮይኑ ከዓ ወይ ካብ ኤርትራውያን ወይ ካብ ጎረባብቲ ኤርትራውያን እዚ ንብዙሕ ዓመታት ብሕልፊ ኤርትራን ምስ ኢትዮጵያን ናይ ነዊሕ ዓመታት ውግእ ኣሎ ሕጂ ንኢትዮጵያ ፅቡቅ ኣይኮነ ንኤርትራ ፅቡቅ ኣይኮነን ምክንያቱ ኤርትራ መንእሰያታን ሰባን እያ ተጥፍእ ዘላ ድሕን ኣምሹር ይርድኦም እዩ ከምቲ ኤርትራ ትጠፍእ ደላ ኣትሊስት ኤርትራስ ንዓዳን ንክብረታ ንፍቲ ህዝቢ ኤርትራ ማለት እዩ ንህዝብን ንዓዶምን ንክርብረቶምን ንዓድናን ንክብረትናን እዩ ኦኬ ግን እቲ ህዝቢ ካልእ ዓሌት ወላ ካብ ደይ ኤርትራዊ ካብኡ መጺኡ ናብ ኤርትራዊ ከጥቅዕ ግን ቅኑዕ ኮይኑ ኣንዓይ ቅኑዕ ኮይኑ ኣይርድኣንን ኣይረኣየንን ሕጂ ነዞም ከምዚ ንብዙሕ ግዜ ዝገበሩ ሰትል ኮይኑ ተዓሪቕና ተዓሪቕና ብጣዕሚ ጽቡቕ እንደገና ከኣ ሁከት ተጀሚሩ ሕጂ እቲ እተዓራርቓ ናይ መጀመርታ ይበልጽ ይብል ካብዚ ናይዚ ሕጂ ከምዚ ኣነ ኮይኑ ዝስምዓኒ ናተይ ትንታነ እዩ እዚ ምክንያቱ እዚኣ እተዓርቓ እዚኣ ብህዝቢ ድመጸ ዓይነት ኣጣርቓ ኣይኮነን ወዝ ዝተገለጸን ዝተነገረን ኣይመስልን እዩ ዘሎ ናይ ብዙሕ ነገራት ካልእ ኢድ ዘለዎ እዚ ብጣዕሚ ወሪ ድገብር ሕጂ እዝን ወዲ እዝን ንኤርትራ የዳኽም እዩ የዳኽም እዩ ከዳኽም ኢሉ እዩ ከዓ ተገይሩ ከምዚ ንዕቀታት ከዓ ኣሎ ንዕቀታት ክብል ከሎ ከዓ ኣብ ልዕሊ ኤርትራ ንዕቀታት ኣሎ ሕጂ ንኣብነት ኣብ ኤርትራስ ሕጂ ግራጅዌ ዝገበሩ ዶክትራት ኣብ ኤርትራ ይኣትው ኣሎ ሕጂ እዚ ብጣዕሚ ደሰክፍ እዩ ንምንታይ ደኣትዉ ንምንታይ ደኣትዉ ሕሙማት ድም ኤርትራውያን ሕሙማት ድም ኤርትራ ንሕን ሕሙማት ኣለዉ ከመይ ዓይነት ሕማም ኣለዎም ኤርትራውያን ንዓኹም ሆምወርክ ገዲፈልኩም ኣለኹም ኣብ ኤርትራ ኣነ ክኸይድ ይኸይደ ብጣዕሚ ዓደ ዝፈቱ ኤርትራ ከይደ ኣብ ታክሲ ምስ ብዙሓት ሰባት ተባኢሰ ኣለኹ ኣምሓርኛ ሙዚቂ ስለ ዝፅውዑ ድጻወቱ ሕጂ ኣምሓርኛ ምስ ኣምሓርኛ ኣነ ሽግር የብለይ ምስ ኣምሓሮ ሽግር የብለይ ዋላ ምስ ኢትዮጵያ ሽግር የብለይ ግን ንሕና ንእሽተይ ግዜ ንደሊ ኣለና ሪፍሌክት ኤርትራዊ ግዜ ይደልለዎ ይደልሎ ሪፍሌክት ከገብር እዚ ኩሉ ዝሓለፈ ሽግር ኮፍ ኢሎም ቡኖም እንዳሰተዩ ምስ ደቆም ደቂ ደቆም ከዕልልሉ ክኽእሉ ኣለዎም ዳሕራይ ክፋቀሩ ድዮም እንደገና ክዋግኡ እዚ ኤርትራዊ ሓቂ ራይት ኣለዎ እዚ ነገር እዚ እዚ ጀነረሽን ተዋጊኡ ዝኣተወ ኮፍ ኢሉ ከዕርፍ ኣለዎ ኣብ ዓድቡኡ ኮፍ ኢሉ ኣብ ዓድቡኡ ኮፍ ኢሉ ከዕርፍ ኣለዎ ኣዕሪፉ ሬፍሌክት ክገብር ክኽእል ኣሎ ምሽ ድብድብ ድብድብ ድብድብ ሕጂ ኣምሓርኛ ቋንቋ ክዝረብ ኣምሓርኛ ሰብ ኣምሓርኛ ክዛ እንታይ ኮይኑ እቲ ትግርኛ ኣነ ኤርትራዊ ግእዝ ክዛረብ ይደልዮ ትግርኛ ትግሬ ብሌን ሳሆ እዚ ኩሉ ቋንቋታት ዝበለጸ ቋንቋታትና ናይ ቀደም ናይ ጥንቲ ቋንቋታትና ናይ ነጋውስ እዚ ክዝረብ ይደልብ ኤርትራ ምሽ ንዓይ ዘዳኸመኒ ዝቐጥቀጠኒ ብዙሕ ሕማቕ ነ- ዘርኣየኒ እዚ ጭንቂ እዚ እኳ እዩ ንኤርትራውያን ፋሕ ክብል ገይርዎም ኣብቲ ፋሕ ዝበልዎ ከዓ መዓት ግፍዒ ተራእዩ ኣብቲ ናታቶም ሪያሊቲ ዘየለ ግፍዕታት ዝወርድ ዘሎ ሕጂ ንምንታይ ሲ እ፣ ንምንታይ ካብ ካልእ ዓለም ዘይመፁ ቮለንተሪ ዝሰርሑ ንምንታይ ካብ ኢትዮጵያ መፁ ኦኬ ዕርቂ ማእታን ክንገብር ሰላም ክንገብር ከምኡ ጌርካ ዶ ዕርቂ ኣሎ እዩ ከምዚ ዝግበር ዘሎ ናይ ዕርቂ ኣይኮነን እዚ ንዓይ ኣነ ናተይ ትንተና ክብ ተደኣ ኮይነ ናይ ንዕቀት እዩ ናይ ዕርቂ ኣይኮነን ሓደ ናይ ናይ ጥዕና ዝበሃሉ ኣለዉ ናይ ኤዲኬሽን ዝበሃሉ ኣለዉ ናይ ናይ ቢዝነስ ዝበሃሉ ብዙሓት ዓይነት ሓለፍቲ ክህሉ እዞም ሓለፍቲ እዚኣቶም ወፂኦም ክዛረቡ ክኽእሉ ኣለዎም እንታይ እዩ ዝግበር ዘሎ ምክንያቱ ኤርትራ ናይ ኩሉ ኤርትራዊ እያ ናይ ሓደ ሰብ ወይ ናይ ውልቃውያን ኣይመስለንን ሕጂ እዚ ክዝረብ ኤርትራዊ ኤርትራዊ ከማን ክትነቅሕ ክትክእል ኣለካ ክትፈልጥ ክትክእል ኣለካ ክትሓትት ክትክእል ኣለካ ምናልባት ብዘይ ምስትውዓል ብዘይ ገለ ኡሲካ ዝግበር ነገራት ኣሎ ኖ ኖ ኖ ኖ ድሕን ሃገር ከተብል ሃገር ክት ከተካይድ ህዝቢ ከተካይድ ኮንካ ኣትሊስት ህዝቢ እንታይ ይደሊ ክትሰምዕ ኣለካ ንህዝብኻ ግብረ መልሲ ክትህቦ ክትከ- እንታይ ይኸውን ኣሎ መጀመርታ ካብ ካብ ወረ ወረ እ፣ ካብ ዝኾነን ዘይኮነን ሰብ ዝምፅበት እቲ ህዝቢ ኤርትራዊ እ፣ ራይት ኣለዎ ክፈልጥ ሰብ ሓላፍነት ክወስድ ክኽእል ኣለዎ ቀዳማይ ነገር ድሕን ድሕን ኣምሓርኛን እዞም ሕጂ ዝቐጥቅጡ ኣምሓርኛ ኹን ዋላ ትግርኛ ኹን ዋላ ኦሮሞ ኹን ዋላ ገለ እዞም ዋላ እዞም ንምሳና ዝተባኣሱ ንዓና ዝቐጥቆጡና ዋላ ጥልያን ዋላ ቱርኪ ድሕን ኣብ ኤርትራ መፅዩ ነቲ ካብ ናይቲ ድሌት ናይ ኤርትራዊ ብደይ ፕላን ናይ ኤርትራዊ ድሌቶም ክገብሩ ይተሓዋወሱ ኣለዉ ብጣዕሚ ብጣዕሚ ኣስጋኢ እዩ ኣብ ርእሲኡ ከመይ ገይሩ እዩ ንዓይ ዝሕክመኒ ናተይ ፀላኢ ዝብሎ እዚ ኣነ ኣብ ናተይ ሰዓት እኳ እዩ ዝውግእን መከራን ክፍኣትን ዝተገብረ ብሙሉእ ዓለም ኢድ ብኢድ ናይ ሙሉእ ዓለም ሓይሊ ብኢድ ኢትዮጵያ ኤርትራ ተቐጥቂጣ ኣብ ውሽጢ ኤርትራውያን በርዱ ንኤርትራ ቀጥቂጦሞ ፋክት ከመይ ከመይ ኮይኑ እዩ ሕጅሲ እዚኣቶም ስንዓና ክሕውዩና ድመፁ ኣነ እዚ ብጣዕሚ ኣይኣምነሉን እየ ብከምኡ ኣይኮነን ሰብ ድፋቐር ብከምኡ ኣይኮነን ሰብ ድፋቐር ሰብ እንታይ ይደሊ ኢሉ ዶ ይሕተት ከምዚ ኢና ንደሊ ምስ በለ ሽዕኡ ምስ ኮነ በዚ ፍቕሪ መፅእ ቋንቋ ዓቢ ታራ እዩ ዝፃወት ቅድሚ ሕጂ ኣነ ብቋንቋ ተዛሪበ ኣለኹ ቋንቋ ኣብ ናይ ሰንሰለት ቋንቋ ዓቢ ታራ ኣለዎ ኦሬዲ ንሕና ፍርሒ ምሽቁራርን ኣሎ ካብ ቋንቋ ኣምሓርኛን ካብ ህዝቢ ኣምሓርኛን ኣነ ኣነ ክዓቢ ዋላ ሕጂ ዓባይ ሰበይቲ ኮይነ ንዓይ ናይ ኣምሓርኛ ቋንቋ ዋላ ካብ ሰብኣይ ክዝረብ ከሎ ዋላ ገለ ፌር ኣለዎ የ ክሕሶ የብሉን ኦኬ ኣነ ንእሽተይ ኮይነ ክዓቢ ገዳየ ግብስ ገዳየ ገዳየ ዝበሃል ነገራት ነይሩ ዋላ ገዳይ ገዳይ ኢሎም ዝፍክርዎ ነገራት ነይሩ ኦኬ እዚ ክሓሓካ ከድርበ እዚ ታሪኽ እዩ እዚ ሂስትሪ እዩ ክሕባእ ኣይኽእልን እዩ እዚ ክትሓባእ ኣይትኽእልን ኢኻ እዚ ክሕባእ ኣይኽእልን እዩ ህዝቢ ኤርትራ ከማን ክትነቕሓሉ ክትክእል ኣለካ ኣነ ከምኡ ይብል መምህር ይኾን ዶክተር ይኾን ሓላፊ ይኾን እቲ ኢምፖርታንት ኢምፖርታንት ዝበሃል ኤርትራዊ ክኸውን ኣለዎ ኤርትራዊ ክኾን ኣለዎ ምኽንያቱ ድሕክም ብዙሕ ህዝቢ ኤርትራዊ እንተሎ ተኾነ ብዙሕ ህዝቢ የለን እተሎ ብዙሕ ህዝቢ ሕሙም የለን ኣብ ርእሲኡ ከዓኒ ኤርትራውያን ዘይሕክምሉ ምኽንያት ወልሓንቲ የለን መፋቐሪ ኢልካ እዩ ተገይሩ ኖኖኖኖኖ መፋቐሪ ይኮኑ ሱፐሪዮሪቲ ኣምሓራ ሱፐሪየር ክኾኑ እዚ ሕማም ናይ ኣምሓራ እዩ ናይ ኩሎም ኣምሓራ ኣይኮንኩን ዝብ ዘለኹ እቲ ኣይዲዮሎጂ እዚ ክሕሶ ኣይኽእልን እዩ ዋላ ኣብቲ ህዝቢ ኢትዮጵያ ከማኒ እዚ ስፒሪሪቲ ነይሩ እዩ ንሕና ድበለፅና ልዕሌኹም ኢና ዓይነት ነገር ኣሎ ኖ ኤርትራዊ ንሕና ልዕሊ ዋላ ሓደ ሰብ ክንከውን ኣይንደልን ኢና ግን ኣነ ደስ ይብለኒ ድሐን ክእለት ኣለኒ ድሐን ከምዚ ናተይ ኣተሓሳስባ ኸ ኣለኩም ፕሊስ ኮመንት ግበሩ ኦኬ ብክብረት ኮመንት ግበሩ ኣነ ኤርትራዊ ስለ ዝኾንኩ ኣነ ብኤርትራዊ ክሕከም ምደሊ ሽግረይ ምስ ኤርትራዊ ክዛረብ ደስ ይብለኒ ኤርትራዊ ኣሚነዮ ክሕክመኒ ኣነ እዚኣምኖም እዚኦም ሰባት እዚኣቶም መፅኦም ዘለዉ ጥዕያት ክኾኑ ክእሉ እዮም ምናልባት ደይ ሚን ዌል ጥዕያት ሓደሽቲ ጀነሬሽን እዮም ግን ኣነ ኣለኹ ጌና ኣይሞትኩን ኣነ ምስ ሞትኩ ነቶም ድመፁ ዝመፁ ጀነሬሽን እስ ኦኬ ግን ኣብና ኣብ ናተይ ሰዓት ግን ኣነ ኡስ ክብል ኣይኽእልን ንዓይ ከቢዱኒ ንምንታይ ኢለ ንምንታይ ድመፁ ናብ ኤርትራ ብዙሕ ነገራት ከምዚ ብዙሕ ነገራት ንኤርትራ ምድኽ ንኤርትራ ማይንድ ነቲ ናይ ሰብኮንሽስ ናይ ማይንድ ናይ ኤርትራ ንኸዳኽሙ ዲግሬድ ንኽገብሩ ኣይ ቲንክ ብዙሕ ነገራት ይግበር ኣሎ ከምዚ ኣበይ ክትበፅሑ ኢኹም ገለ ዓይነት ብጣዕሚ ደተሓሳስብ እዩ ብጣዕሚ ደተሓሳስብ እዩ ግን ኣነ ኩሉ ግዜ ከም ዝብሎ ትህብ ትወሃብ ዘራእካዮ ኢኻ ኸኣ ትዓጽድ ኤርትራዊ ሕማቅ ኣይገብርን ኢለ ዝኣምን እየ ሕጂ ሓደ ሓደ ይረኣዩ ኣለዉ ምኽንያት እዩ ኩነታቶም ኩነታት ብዙሕ ነገራት ይብል ኦኬ ብዙሓት ኤርትራውያን ኣብ ኢትዮጵያ ከም ዘለዉ እፈልጥ ብዲዛይን እየ ኣነ ዝብሎ እሱ ኢልካ ኣይኮነ እሲካ ድመፀ ነገር ኣይኮነን ብዲዛይን እዩ ግን ኩሉ ሕሳብ ኣለዎ ዋላ እቲ ሰብ ከማን እንተ ደኸመ እታ እታ ነቸር እታ ነሰብ ዝፈጠሮቶ ብሕልፊ እቲ ሰብ ድሕን ሰንሲራ ኣሎ ኡስ ኢላ ኣይትሪኦን እያ እዚ ክብል ኢለ እየ ሕጂ ከፊተ ምኽንያቱ ብጣዕሚ ድተሓሳስብ እዩ እቲ እቲ ኤርትራዊ ካብ ኤርትራ ወጽዩ ክባሳበስ ትሕቲ ሰብ ትሕቲ ሰብ ክኸውን እቲ ደይ ወዲ ኤርትራዊ ከኣኒ ኣብ ኤርትራ ከሽካዕልል ብጣዕሚ ደተሓሳስብ እዩ ሓንጎል ዘለዎ ዝተባራበረ ዘይሞተ ሰብ የተሓሳስብ እዩ። ኖእ ኣዜብ ኣየተሓሳስብን ሽግር ኣይኮነን ኤርትራውያን ባዕላቶም እዮም ደልዮም ወጽዮም እቶም ድመጹ ከዓኒ ድሕን ክመጹ ደልዮም ኢትስ ኦኬ ሽግር የብሉን ዶክተራት መጽዮም ድሕን ትብል ኮንካ ጽሓፉለይ ጽሓፉለይ ከምኡ ኢልኩም ክትጽሕፉ ከለኹም ምናልባት ገለ ነገር ካባኹም ክወጽእ ስለ ዝኽእል ካብ ውሽጥኹም ጸሓፉለይ ግን ኣይግባእን ኣይግባእን ምክንያቱ ባዕሉ ሰብ ክሕከም ይኽእል እዩ ኣብ ኤርትራ ኣነ ከይደ ትሕከም ኢኻ ብዙሓት ኣብኡ ከይዶም ዝሕከሙ ገለ መልታት ኣሎ ምናልባት ሜዲሲን ትስእን እምበረይ ሓካይም ኣይትስእን ኢንፋክት ቶፕ ሓካይም ኣለዉ ኤርትራውያን ብጣዕሚ ብጣዕሚ ብዙሕ ቀዳዳት ክንከፍት ኣይን ኣይን ኣይን ኣይንፍቅድ ኣብ ርእሲኡ ከዓ ነዞም እዚ ብላሽ እዩ ውግእ ናይ ኤርትራ ዝነበረ ኢሎም ነዞም መንእሰያት ዋላ ዘዳኽሙ ዘለዉ እ፣ ክልተ ግዜ ክሓስቡ ኣለዎም እቲ ነቲ ሓደ ከካፍእ እቲ ሓደ ነቲ ሓደ ከካፍእ ከዓኒ እዚ ንሕና ኮንትሮል ክንገብሮ ክንክእል ኣለና ክንከባበር ኣለና ምክንያቱ ኩሉ ሰብ በብዓቕሙ እዩ ዝገብር ዋላ ድዛረብ ዋላ ድበፅእ ዋላ እቲ ፍልጠት እዩ ዝገብር ስለዚ ናይ ኩልና ፍልጠት ኣኪብና ከመይ ጌርና ክንነብር ናይ ናብራ ናይ ሰቫይቪን ሰዓት እዩ ሕጂ ናይ ኦኬ ሕርቃን ኣሎ ዶ ሻቆሎት ኣሎ ዶ ዓሊ ፅበት ኣሎ ዶ እወ ግን እቲ ኤነርጂ ንሕና ስለ ዝኾና እቲ ኤነርጅና ካብ ኣብ ዘይኮነ ነፍስሶ እቲ ኤነርጅና ኣኪብና እንታይ እዩ ዝኸውን ምስ መን እዩ ዝንሰማማዕ ኢልና ክንሰማማዕ ኣለና እዚ እሱ ኢልካ ምፍልላይ ብሃይማኖት ዶ ብወገን ዶ ብጉርቦ ዶ ንዓና ኣይክጠቕመናን እዩ ምክንያቱ ድሕን ከምቲ ኩሉ ግዜ ድሕን ሓደ ኮይና እዩ ዝጠቕመና። ኦኬ እቲ ምትእኽኻብ ይጠቅም እዩ መን መን እዩ ስለ ክፈላልየልና ከም መንፊት ዝኽእል ግን ከም ሓደ ኤርትራ ሓደ ኮይና ክንሰርሕ ክንክእል ኣለና መኣታን ክንነብር ኣብዚ ዓለም ኣስላማይና ድዩ ክስታናይና ድዩ ኩሉ ዓይነትና እቲ ኤርትራዊ ዝብል እቲ ሕማም ናይ ኤርትራዊ ዘሎ እቲ ኣነ ኤርትራዊ ኣብ ኤርትራ እየ ክነብር ኣብ ኤርትራ እየ ክቕመጥ ዝብል እዚ ብሓደ ክንሰርሕ ክንክእል ኣለና እብል ምክንያቱ ኤርትራ ንሕና ሰላም ኢና ንደሊ እምበረይ ዋላ ሓንቲ ነገር ኣየድልየናን እዩ ባዕልና ፋሕቲርና ክንነብር ንክእል ሰባት ኢና ዋላ ሓንቲ ኒሕና ካልእ ሓንቲ ኣየድልየናን እዩ ዶካትር ካብ ካብ ካብኦም ኣየድልየና ዋላ ዋላ ሓንቲ ኣየድልየናን እዩ ኢኖ ጽቡቅ ኣሎ ኤርትራ ከምዚ ኣትሎ ከምዚ ኣትሎ እወ ጽቡቅ ኣሎ ደስ ይብለኒ ኣነ ጽቡቅ ኩሉ ኤርትራ ጽቡቅ ኣለዎ ኤርትራ ግን ዋላ ድሕን ከማነይ ናጻ ተገዲፉ ነቶም ኤርትራውያን ክሰርሑ ከማነይ እኮ ክገብሩ ይኽእሉ እዮም ስለ ኣብ ሃገር ምሕላው ስለ ዝተዓረዱ እዮም እምበር ድሕን ከምቲ ዝበሃል ሕጂ ናይ ብሓቂ ሰላም ኮይኑ ሰላም ኮይኑ ኩሉ ሓሪሱ ሓፊሱ ሸቂጡን ክበልዕ ይክእል እዩ ሽግር ኣይከሎን ሽግር ኣይኮነን ሕጅስ ከምኡ ደኣ ደይግበር ኣነ ክርድኣኒ ይከኣለን እንታይ ማለት እዩ ሰላም ኣምታይ እዩ እንታይ እዩ ብጣዕሚ ፋሕ ፋሕ ፋሕ እቲ ሰብ ከኣኒ ኣክንዲ ኣብቲ ፖይንት ፖይንት ሒዙ ድዛረብ ከኣኒ ኣነ ከምዚ ክገብር ኣነ ከምዚ ክገብር ኣነ ከምዚ ክገብር ድሕን ናይ ብሓቂ

ምናልባት እቲ ዘረባ ከማኒ ብዙሕ ነገር ካብቲ መን መን እዩ ገለ ከላልየና ከፋልጠና ገለ ይኽእል ይኸውን ግን እታ ድበለጸት ኣነ ኩስቶ ጎዲ ኩስቶ ወዲ ኩስቶ ኣነ ኣብዚ ዓዲ ኩስቶ ኣነ ከምዚ ከምዚ ገይረ ሃቡኒ ዳሕራይ ግን ነቶም ኤርትራውያን ከማን ከተውሕሰሎም ክትክእል ኣለካ ምክንያቱ ኤርትራዊ እዚ ኩሉ ዝመጽእ ዘሎ የዳኸሞ ኣሎ እዚ ኩሉ ዝመጽእ ዘሎ ከዓ ማእታን ባዕላ ትፈልጥ ኤርትራ ባዕሎም ፈልጡ እቶም ህዝቢ በቃ ሕጂ ወጺና ኣለና ገለን ማእታን ክብል እንድዩ ኖ ዋሕስ ዋሕስ ማለት ሕጂ ንኣብነት ኣነ ንኤርትራ ከምዚ ገይረ ካካይዳ ክእል እየ ከምዚ ዓይነት ሰልዲ ክፈሉ ድሕሪ ክንዲ ዝዓመት ገንዘብኩም ክመልሰልኩም እየ ወይ ከዓ እንታይ እቲ ድሕለፍዎ ክምለስ ከም ዘሎ ሕጂ እሲሉ ክህብ ክህብ ክህብ ኤርትራ ክንደይ ዓመት ይህ ብብዙሕ ዓይነታት ንገሊ ኤርትራ ንከስንቕ ሂቡ ምስ ኣተው ሂቡ ስቲል ይህብ ኣሎ ስድራ ቤቱ የእስሩሎም ይህብ ሃብ ሃብ ሕጂ እቲ ኤርትራዊ ኩሉ ብዜሮ እዩ ክነብር ቀኒ መኣታን ክነብር መኣታን ኤርትራ ሕጂ እዚ ከዓ ስለ ዝገጠምዎ እቲ ናይ ጾር ናይ ኤርትራን ኣብ ኤርትራ ዘሎ ከመይ ጌርና ኢና ከ ሕጂ ነዳኽሞም እዚ ጥራሕ እዩ ዘሎ ብውሽጥን ብደገን ውሽጥን ብደገን ኣይ ዶንት ኖ ብጣዕሚ ከም ገለ መለ ዓይነት ከም ገለ መለ ዓይነት ጸ- ጸወታ እዩ ዘሎ እዚ ክንበልሓሉ ክንክእል ኣለና እንታይ ኢና ንደሊ እንታይ ኢና ንደሊ ከመይ ኢና ንደሊ እዚ መጀመርታ ንጹር ክኸውን ኣለዎ እሲና ከም ዝደለዎ ጸወታ ጌም ድዩ ክንጻወት ወይ ከዓኒ ኖ ኖ ኖ ሕጂ እኪልና ኢና ጥጡሕ መሬት ኢና ንደሊ ባዕድና ምክንያቱ ስደት ሕማቅ እዩ ብሕልፊ ብሕልፊ ኒሕና ደሓንይ ኣብ ብዓል እስራኤል ከምዚ ኣነ ክሰምዖ ኣብ ብዓል ኢትዮጵያ ኣብ ብዓል ምስር ወላ ስዑድያ ዘለዎ ከማማዕ ሽግራት ኣለዎም እዞም ሰባት እዚኣቶም ብሕልፊ ሲ ወይ ክክኾኑ ክኽእሉ ኣለዎም ክ- እ- እቲ ፍልልያቶም ገዲፎም ኖ ንዓና ደሰማምዓና ፅሐፍዎ ረእይዎ ንዓና ዘድልየና ከምዝን ከምዝን እዩ፣ በዚ ከምዚ ኢና ክንብሎ ድሕን ኣድቫይስ ደሊኹም ከዓ መዓት ፈላጣት ኣለዎ ኣድቫይስ ማዕዳ ማዕዳ ኣድቫይስ፣ ኢንፎርሜሽን፣ ክህቡኹም ዝኽእሉ ከመይ ገይሩሲ ክጥርነፍ ከም ዘለዎ እቲ ህዝቢ ክጥርነፍ ክፋቐር ክኽእል ኣለዎ ኣብታ ጽብቕቲ ለምለም ዓዱ ጽቡቕ ዝዌዘሩ ሓሪሱ ክበልዕ ማእታን እዚ ክገብር ክንገብር ዘይደልዩና ሰባት ግን ብዙሓት ኣለዉ ሃሱሳን ውሉፋት ናይ ዘረባታት እሲካ ጥራ ዒንኪሊል ብዙሕ ዓመታት ዒንኪሊል ልምዲ ስለ ዝኾኖም ኣብኡ ጥራሕ ዕንኪሊል ዕንኪሊል ኖኖኖኖ ካብዚኦም ውጹ ኣነ ቅድሚ ሕጂ ኢለ ኣለኹ ካብዚኦም ውጹ ካብዚኦም ወጺኻ ፍረሽ ዋላ ኣነስ ኣይ ዶንት ማይንድ ዝኾነ ካብዚ መንእሰይ ግን ኦፐን ማይንድ ዝኾነ ኣነ እንተትብልሲ ንዕኡስ ተብሎ ተስንቆ ኩሉ ኢንፎርሜሽን ኣስኒዕካ ተሓጋገዝቲ ሂብካስ ኦኬ ምርሓና ገለ መልታት ትብሎ ከምዚታት ንምንታይ ደይፍጠር ህዝቢ ኤርትራ እኮ ጥርኑፍ እዩ መራሒ ኣይደልይን እዩ ግን ሲምፖል ትደሊ ኢኻ ሓደ ኣብ ላዕሊ ኮይኑ እዚ ከምዚ እዩ እቲ ሓደ ከዓ ኣብ ትሕቲኦም ዶ ኣለዉ ከዓ ከምዚ ከምዚ ከምዚ ከምኡ ስለ ዝኸውን እታ ክትኸይድ እታ ዓለም እምበር ኣየድ- ኣየድልን እዩ እኮ ካምፓኒታት ክዓፅዎ ዝኽእላ ነገራት እዩ እዚ ግን ከምቲ ኩሉ ዓለም ኣብዚ ዓለም እዚኣ ኦፕሬት ክትከውን ብሕልፊ ኣብዚ ላንድ ኣብቲ ናይ መሬት ናይ ባሕርን ናይ መሬትን ሕጊ ኣሎ ሓደ ሓደ ሰባት ንሕና ዝበለፅና ሰባት ኢና ንሕና ኢና ከምዚ ጌርና ነንብረኩም ዝብሉ ዘውፅዎ ኣሎ ንሕና ካ ከይተረዳእና ኦኬ ኢና ዝተቐበልናዮ ምክንያቱ ብዙሕ ምክንያታት ሕጂ ናይ መሬት መንገዲ ስለ ዘሎ ሓደ ክን ናይ ግድን ክንብል ኣለና ኩሉ ግዜ ከኣኒ በሊሕ ወይ ምሁር ወይ ገለ ኣይኮነን ሓላፊ ዝኸውን ጥራሕ ክእለት ናይ ዘረባ ክህልዎ ኣሎ ምክንያቱ መብዛሕትኡ ግዜ እቶም ትሕቲኡ ዘለዉ እዮም ዝገብሩ ዝነግርዎን ናይቲ ሚኒስተር መፂኡ ይነግሮ ናይቲ ገለ ሚኒስተር መፂኡ ይነግሮ ናይቲ ወይ ከዓ ሰበይቲ ተኮይና ዘሰምቲንክ ይነግርዋ ይነግርዋ ንሳ ኣኪባ ከዓኒ ሽዑ ናይ መጨረሽታ እ፣ ኬፍ ከም ዝሃባ እ፣ ከም ወይ ኬፍ ከም ዝሃቦ ፍርዲ ይህብ ማለት እዩ ብኡ ትኸይድ ከምኣ እኮ እያ እታ ሓላፍነት እንታይ ዶ ኣሎ ወይ እንታይ እያ ኣሎ ዲ ካልእ ኤኒወይ እዚ ባትሪ እንዳተወደአት ትኸይድ ኣላ እዚ መስል ናይዚ ሕጂ ዘሎ ኩነታት ኬፍ ዘይብሉ ኩነታት እዩ ግን እቲ ግዜ ሽኮሪና ግዜ ስለ ዝኾነ እዚ ከማን ክሕለፍ እዩ ሰዓት ኢዩ እዚ ግዜ እዚ ክንሰርሓሉ ክንክእል ኣለና ካብ ዓሚ ሎሚ ዓመት ማ ዝኾነ ግዜ ካብ ቅድሚ ኢዩ ከዓኒ ዓሚ እንዳበለጸ እንዳበለጸ እንዳበለጸ ኒሕና እንዳበላሕና እንዳዓበና እንዳረኣና ዓይንና እንዳተበርሀ ኮንቸስ እንዳኾንና ንኸይድ ኣለና ብጣዕሚ ጥዑም ግዜ እዩ ዝብሎ ጥዑም ግዜ እዩ ፅቡቅ ጌርና ድሕን ሰሪሕናሉ ከዓኒ ዕውታት ኮይና ከም ንወፅእ ኣነ ኣይጠራጠርኒ እፈትወኩም እየ ደቂ ነጋውስ ኣዜ ብቻ